ሰላም ሰላም ደጊመ ሰላም ክበል ይደሊ ነዛ ቢደ ዝሰማዕኩማ ሓሳብ እንተዘይጸሊእኹሞ ሸር እንተልኩምሃ ዝበለጸ ክበል ይደሊ ማለት እዩ ብዝኾነ እንታይ እዩ እዚ ሓውና ብዙሕ ግዜ ክቐትሉኒ ደልዮም ገለ እናበለ ይስማዕ እዩ ሕጂ ልክዕ ኣነ ኣነ ቀዳምነት ሕጊ እየ ዝኣምን ኣቂድሚ ዝኾነ ነገር በደልተይ ትብሎም ብዝኾነ ይኹን በደልተይ ትብሎም ሰባት ቀዳምነት ኣብ ሕጊ ከተብፅሖም ክትክእል ኣለካ በሃላ እየ ስለዚ ንስኻ ኣብ ሕጊ ክተብጽሖ ከለኻ ንሓደ ሰብ ጭብጥታት ሒዝካ ብቪድዮ ድዩ ብምስክር ብሰብ ድዩ ጭብጥታት ሒዝካ ኣብ ሕጊ ምስ ኣብጽሓካዮ ንሓደ ሰብ እቲ ሕጊ ኣብቲ ነቲ ኣብ ልዕሊኻ ዝወርድ ገበናት ሸለል እንድሕር ኢልዎ ነቲ በደለኛ ወይ ነቲ ዘፈራርሓካ ክቐትለካ እናበለ ዘፈራርሓካ ኣብ ሕጊ ምስ ኣብጻሕካዮ ሕጊ ክሕግዘካ እንተ ዘይክኢሉ ሕጊ ሸለል እንተ ኢሉ ንስኻ ካብ ክቐትሉኒ ደልዮም ክቐትለኒ ደልዩ እናበልካ ወፂኻ ትዛረብ ነቲ ክቀትለካ ዝደሊ ሰብ ኣብ ሕጊ ኣብፂሕካዮ ጉዳዩ ብሕጊ ከዓ ደው ክብል እንተዘይክኢሉ ስኻ ከዓ ሃሰስ ኢልካ ክትቆትሎ ክትክእል ኣለካ ሃሰስ ኢልካ ክትቆትሎ ክትክእል ኣለካ ከምታ ሃሰስ ኢሉ ረኺቡ ክቀትለካ ዝደሊ ሰብ እሞ ኣብ ሕጊ ኣብፂሕካዮ ሕጊ ከኣ በቲ ኣብ ልዕሌኻ ዝወርድ ሕግኻ ክሕግዘካ እንተዘይክኢሉ ካብ ወወፂኻ ኣብ ማስ ሜድያ ወፂኻ ትዛረብ ስጉምቲ ክትወስድ ትክእል ኣለካ ስጉምቲ ክትወስድ ትክእል ኣለካ ግን እዚ ሓውና ናይ ብሓቂ ድዩ እዚ ወወፂ ዝዛረቦ ዘሎ ክቕተል ደልየ ክቐትሉኒ ደልዮም ክቐትለኒ ደልዩ እናበለ ዝዛረቦ ሲ ማለት ስኢልካ ነዚ ናይ ማስ ሜድያ ጠባያት ካይከውን ዘዛርቦ ዘሎ ኣብ ገለገለ ናይ ጥዑና ፀገም ከይህልዎ ተባሂሉ ኣብ ፖሊስ ከም ዝወሰድዎ ወይ ፖሊስ ከም ዝሓዝዎ ናይ ጥዑና ጸገም ከም ዘይብሉ ከኣ ተረጋጊጹ ዝብሉ ሰሚዐ ኣለኹ ማለት እዩ እዚ ሰብ እዚ ናይ ጥዑና ጸገም እንተዘይብሉ እሞ እቶም ክቐትሉኒ ደልዮም ወይ ክቐትለኒ ደልዩ ዝብሎም ዘሎ ሰባት ብጭብጢ ኣብ ሕጊ ኣቕሪቡ ከሲሱ ከረኻኽበሎም እንተዘይክኢሉ፣ ሕጊ ከኣ ክሕግዞ እንተዘይክኢሉ፣ ወይ ድማ እቲ ዝብሎ ጭብጢ ዘይብሉ ዘረባ እንድሕር ዝዛረብ ኣልዩ ኮይኑ ስኢልካ ነዚ ናይ ባህሪ ማስሜድያ ክኸውን ይኽእል ማለት እዩ። እዚ ሰብ ሓቂ ሓቂ ብሓቂ ዘፈራርሕዎ ሰባት እንተልዬም ግን እታ ቀዳመይቲ ክገብራ ዘለዎ ብቪድዮ ድዮም ዘፈራርሕዎ ዘለዉ ደዊሎም ድዮም ዘፈራርሕዎ ዘለዉ ኣብ ጥቓ ገዝኡ ድዮም ዝፅበይዎ ዘለዉ ጭብጢ ሒዙ ኣብ ሕጊ ክቐርብ ክኽእል ኣለዎ ነቲ ጭብጢ ዘቕረቦ ርእዩን ሰሚዑን ሕጊ ክሕግዞ እንተዘይክኢሉ ከኣ ስጉምቲ ክወስድ ጥራሕ እዩ ዘለዎ እምበር ወወፂኻ ክቕተል ደልየ በዚኣ መፃኒ ኣሎ በዚኣ ልኢኻትለይ ሓቅነት ዘለዎ ኮይኑ ይስምዐንን ኣነ ሓቅነት ዘለዎ ኮይኑ ኣይስምዐንን ማለት ክቕተል ደልየ ኢልካ ምዝራብ ቀሊል ኣይኮነን ቀሊል ኣይኮነን ማለት ሓደ ሰብ ክቐትሎ እየ ክትብል ቀሊል ኣይኮነን ሓደ ሰብ ክቐትለኒ ደልዩ ኢልካ ምዝራብ ቀሊል ኣይኮነን ሓቅነት ዘለዎ እንድሕሪ ኮይኑ እዚ ሓውና ዝዛረቦ ዘሎ ግን ቀዳምነት እቶም ክንቀትለካ ኢና ዝብልዎ ዘሎ ወይ ክቀትለካ ዝብሎ ዘሎ ሰብ ጭብጢ ሒዙ ኣብ ሕጊ ክቐርብ ክኽእል ኣለዎ መጀመርታ ነቲ ጭብጥታት ርእዩ ሕጊ እንድሕር ዘይሓጊዝዎ ግን ስጉምቲ እዩ ክወስድ ዘለዎ ንሱ ስለዚ ምክንያቱ ብዙሕ ግዜ ክዛረብ ይስማዕ እዩ ብፍላይ ገለ ሰሙናት ቅድሚ ገለ ክልተ ሰለስተ ሰሙናት ኣዝዩ እቲ ናቱ ቪዶ ቫይራል ኮይኑ ነይሩ ሕጂ እውን ተመሳሳሊ ከምኡ ይዛረብ ኣሎ ማለት እዩ ስለዚ ዝኾነ ሰብ እቶም ዘፈራርሑኻ ዘለዉ በዓል መን እዮም ደዊሎም ድዮም ፅሒፎም ድዮም ጭብጢ ኣለካ ድዩ? ስለዚ እቲ ጭብጢ ኣለኒ ትብሎ ከኣኒ ናብ ሕጊ ናብ ፖሊስ ከም ዘቕረብካዮሲ ከተርኢ ክትክእል ኣለካ ክበሃል ኣለዎ ማለት እዩ። ስለዚ ኩሉ ናይ ሕጊ ነገር ኣማሊእካ ንፖሊስ ሓቢርካ ጭብጥታትን ክስን ኣብ ሕጊ እንድሕሪ ኣቕሪብካን ኣብፂሕካን ናይ ሕጊ ሓገዝ እንድሕሪ ዘይሪ ረኺብካ ግን በቃ እቲ ሃሰስ ኢሉ ቀትለካ ዝደሊ ዘሎ ሰብ ንስኻ ሃሰስ ኢልካ ረኺብካ ስጉምቱ ክትወስደሉ ክትክእል ኣለካ ምክንያቱ ቀትለካ ከም ዘል ዘለዎ ክስን ጭብጥን ኣቕሪብካ ኣብ ሕጊ ሕጊ ምሕጋዝ ንሕሪ ኣብይካ እቲ ክቐትለካ እየ ኢሉ ዘፈራርሕ ዘሎ ሰብካ ኣደብ እንድሕር ዘይገይሩ በቃ ብናትካ ስጉምቲ ጥራሓ ነቲ ጉዳይ ክትኮዶ ዘለካ ክብል ስለ ዝደለኹ እየ ግን ምናልባት እዚ ሓውና ወወፂ ዝዛረቦ ናይ ማስ መድያ ጠባይ ካይከውን ይብል ኣነ ምክንያቱስ ኣብ ኢጓንዳሲ ሕጊ ኣሎ ፖሊስ ኣለዉ ስለዚ ክቐትለካ እናበለ ብቴሌፎን ዘፈራርሓካ እንዳፀሓፈ እናበለ ድሕሪ ዝኾነ ሰብ ዘፈራርሕ እንተልዩ መጀመርታ እዚ ሰብ እዚ ቀትለካ እንዳበለ የፈራርሓኒ ኣሎ ዝፀሓፈለይ ዝደወለለይ ሪከርድ ጌርካ ተቕርቦ ናብ ሕጊ ማለት እዩ ስለዚ ኣብቲ ሕጊ እውን እዚን እዚን ጭብጥታት ኣለኒ እዚ ሰብ እዚ ክቀትለኒ ይደሊ ኣሎ ስለዚ ብሕጊ ስጉምቲ እንተዘይተወሲድሉ ኣነ ስጉምቲ ክወስደሉ እየ። ከምቲ ኣብ ሊዕለይ ካብ ሕጊ ወጻኢ ስጉምቲ ክወስድ ዝደሊ ዘሎ ክቀትለኒ ዝደሊ ዘሎ ኣነ ግን ኣብ ሕጊ ቀዳምነት ይሓትት ኣለዎ። ስለዚ ሕጊ ክሕግዘኒ እንተዘይክኢሉ ኣነ ስጉምቲ ክወስደሉ ምዃነይ ከኣ እሕብር ኣለኹ ኢልካ ጉዳይካ ተዓጽዎ ሴፍካ ሒዝካ ሽዑ ትንቀሳቐስ ከምቲ ሃሰስ ኢሉ ክቐትለካ ዝደሊ ዘሎ ስኻ ሃሰስ ኢልካ ረኺብካ ትቐትሎ ከምኡ እዩ ሰሰናዩ